ሰላም ሰላም ክብራትን ፍትዋትን ናቻናለይ ቤተሰብ ደቂ ዓበይቲ ወይ ሃሚን ይኦኹምለይ ዳሕና ዲኹም ኣነ ሰላም እየ እግዚኣብሔር ይመስገን ንስኻትም ድማ ሰላም ክትኾንለይ እናተመነኹ ናይ ሎማዓንቲ ቦታ ብጣዕሚ ደስ ዝብል ኣብ ኣፍ ፅርቅ ኣየ ሒዘልኩም መፅ ዘለኹ እስኪ ቅድሚ ምንጋረይ እዛ ቦታ እዚኣ ዝፈልጥ ሰብ ኣሎ ዶ ኣልተወለድኩም ወይ ለዓወኩም ወይ ደሞ ከባቢ ኣልኮንኩም ሲ እዛ ቦታ እዚኣ ዝፈልጥ ሰብ ኣሎ ዶ እስኪ ንገሩኒ ማለት እዩ ድሮ ዝሮ ከዚ ምስሊ ሓበሬታ ኢለ ክነግረኩም ክኽእል እየ እና ብዙሓት ኣሕዋተይ ኣብ ከተማ ዓዲ ጉዶም ኮይኑ ኣብ ኣፍ ፅርጋ ምፅና ዝበልኩም ኣሕዋተይ ናትኩም ሓሳብ ተቐቢለ ኣብ በዓላ ኣብ ኣፍ ፅርጋ ክልተ ሚእቲ ሓምሳይ ካሬ ሒዘልኩም መፅ ኣለኹም ኣብ ክልተ ሰብለ ትገዝእዎ ትኽእሉ ኢኹም ብቢ ሚእቲ ዕስራ ሓሙሽተ ማለት እዩ እንዲኾን ዶ ክልተ ሚእቲ ሓምሳይ ካሬ ስለዚ ካርታ ዘለዎ እዩ ዝሮ ዝሮ ኣብ ኣፍ ፅርጋ ጠፊኡኩም ደዋ ኩሉ ነገር ለማልእ እዩ ኣብ ኣፍ ፅርጋ ሰሪሕካ ዝተወልዐሉ ቦታ እዩና ሕዚ በተለይ ኣብዚ ሕዚ ሰዓት ኣብ ትግራይ ዘሎ ሰሪሑ ልወልዐሉ ቦታታት እዩ ልደሉ ለሰብ ምስ ምርካስ ለምበይ ብዚ ናይ ልሓለፈ ግዜታት ዶ ክንደይ ዘይክርከብ ነይሩ ግን ቦታ ብጣዕሚ ስለ ረኸሰ ኣብ ከተማ ኣድ ቅድም 250 ካሪ ኣብ ኣፍ ፅርጋ ሒዝልኩም መፅ ኣለኹ ደቂ ዓበይቲ ዋየ ቅድሚ ኩሉ ቻናለይ ሓደስቲ ዝኾንኹም ሼር ላይክ ሰብስክራይብ ምግባር ቤተሰብ ሁኑ። ቤተሰብ ዝኾንኩም ድማ ላይክ ሸር ናጎርኩም ክትኣትዩ ብትሕትና ይሓትት። ብጣዕሚ እየ ለመስግን ኣቶም ተታዋዕም ለኹም ጎብዝ ስርሒ ካልኣይ ነገር ለሼር እናጎርኩም ትኣት ኣለኹም ላይክ እናጎርኩም ትኣት ኣለኹም የቐኒል ይሕዋት መዓረይ ቤተሰብ የዘይኮንኩም ለ ተቐላቐሉ ቤተሰብ ሁኑ። ሓቅን ምንጋር ስለ ቦታ ምክንያቱ ሓበሬታ ኩሉ ነገር ስለ ለምፅእ እዚ ቦታ እዚ እትፈልጡ ወይ ድማ እትገዙ እተሃሊኹም ኣሕዋተይ ቁፅሪ ስልኪ ክሓድገልኩም ክኽእል እየ ስለ ሓበሬታ ድዩ ካሊእ ካሊእ ነገር ድዩ ዋላ ኣይትግዙ ሓበሬታ ድዩ ትጥይቁ ትኽእሉ ኢኹም ብዘየገድስ ምክንያቱ እዚ ምግዛእ ኣልቢል ድሕር ግዜ ይግዛእ እዩ ከዚ ከዓ ምልልካ ተኮይንካ ፃሕን እኮ ትገዝእ ትኽእል ኢኻ ሓምኡ ኢኻ ኣይትነብሪ ማለት እዩ ስለዚ ያው ክልተ ሚእቲ ሓምሳ ካሬ ሒዘልኩም መፅኤ ለለኹ ከምቲ እትሪእዎ ኣለኹም እዛ ቦታና ብደንቢ ገይረ ከሪኤኩም እየ ለለ ርካሽ እዩ በተለይ ኣብ ክልተ ሰብ ብጣዕሚ እዩ ቆንጆ ኣብ ክልተ ሰብ ብጣዕሚ እዩ ቆንጆ ማለት እዩ ምክንያቱ እዚ ካርታ ስለለለዎ ሚእቲ ዕስራ ሓሙሽተ ክወፀልኩም ክኽእል እዩ ኣሕዋተይ ምክንያቱ ቅድሚ ከዚ ኣብ መቐለ ክልተ ሚእቲ ሓምሳ ካርሲ ኣብ ክልተ ሰብ ተሸይጡ ግን ካርታ ንናዓሎም መፂሎም ንናዓሎም ሒዞም ማለት እዩ በዓሎም እዩ ቀጥታ ናብ ስምካ ልዘር እና ሰለስተ ሚእቲ ካሬ ሚሚእቲ ሓምሳ ካሬ ሚሚእቲ ሰለስተ ሚእቲ ካሬ ትኾኑ ሚሚእቲ ሓምሳ ካሬ ለ ትገዙ ትኽእሉ ኢኹም ኣብ ክልተ ሰብ ማለት እዩ ኣብ ክልተ ሰብ ኣርባዕተ ተጎይኑ ለ ሓምኡ በቃ መቸምስ ላብ ክልተ ልዘር ከዚ ሚእቲ ካሬ ለክልተ ሰብ ኣይትኾኒ ክልተ ሚእቲ ካሬ ለ ለክልተ ሰብ ኣይትኾኒ ሓደ ሓዲኦም ካርታ ይወፁ እዮም ሓደ ሓዲኦም ግን ካርታ ኣይወፅ ምክንያቱ ለክልተ ልብል እዩ ካርታ ወፅእና እምበይ ሚሚእቲ ካሬ ሳሚ ገርና ንቀንሰ ድውሉ ለ ኣለዉ እና እንታይ እየ ክብል ደልየ እዚ ቦታ እዚ ግን ከምቲ ትርእይዎ ኣለኹም ክልተ ሚእቲ ሓምሳ ካሬ እዩ ም ሚእቲ ዕስራ ሓሙሽተ ኢለ ኣብ ክልተ ሰብ ትገዝኡ ትኽእሉ ኢኹም ኣብ ከተማ ኣድጉዶም ብጣዕሚ ብጣዕሚ ማርያምን ቅድም ኢሉ ዳሕና ነይሩ ሕዚ ግን በቃ ኩሉ ሰብ ላብ ኣብ ከተማ ኣድጉዶም እዩ ተገልዊጡ እኒኦና ኣብ ኣዳ ማርያም ኢለ ከምቲ ትፈልጥዎና ሚእቲ ኣርባዓ ካሬ ብጣዕሚ ቆንጆ ቦታ እዩ ሰብ ለበለላው እዩ ልግልወጡ ኣሎ ከምቲ ትርእይዎ ኣለኹም ከባቢኡ ብጣዕሚ እዩ ደስ ዝብል እና እዛ ኣፍ ፅርጋ ሒዘልኩም መፅ ታይ እና መስልኩም በዓል ገዛ ማለት እዩ ነፃ ቦታ እያ እምኒ የብላ ቡሊኮት የብላ ፀፀር የብላ ምን የብላይ ምን የብላይ እዛ ቦታ መጀመርያ ከሪእኩም እየ ብጣዕሚ ቆንጆ ቦታ እዩ በዓል ገዛ ኣርባዕተ ነጥቢ ክልተ ኢልና ኒዮ ድርድር ኣለዉ እዩ ነፃ ቦታ እዩ ኣሕዋተይ ገዛ ኣሎ ከይመስለኩም ምክንያቱ ዚ ልዚ ድዩ ኣርባዕተ ሚልዮን ልውድእ ምናምን ገለ ከይትብሉና ነፃ ቦታ እዩ ክልተ ሚእቲ ሓምሳ ካር እዩ ኣብ ፅርጋ እዩ ኣብ ፅርጋ ዝዓረፈ ስለዝኮነ ምክንያቱ ኻባር እዩ ልመዋል ደልየ እየ ኣብ ከተማ ሲ ኣብ ከተማ ኣዲ ጉዱምቲ ስርሑ ስርሑ ገዛ ቤላ ሲ ስካብ ኣርባዕተ ስካብ ሓሙሽተ ሚእቲ ኣርባዕተ ካር ወይ ክልተ ሚእቲ ካር ሲ ይግነ ዶ ኢልኩም ብውሽጢ ልትሓቱኒ ሰባት ኣለኹም ኣይግነ ቤላ ገዛ ሲ ስካብ ክልተ ሚእቲ ሓምሳ ካሪ ወይ ደሞ ሚእቲ ኣርባዕተ ካርስ ምንም እዩ ለይርከብ ወይ ደሞ ጽውሉ በቃ መድሐዚ ቦታ ኢሎም ዝሰርሕዎ ዶ ሃማ ይግነ እዩ መድሐዚ ቦታ ኢሎም ልገዝእዎ መድሐዚ ቦታ ኢሎም ልሰርሕዎ ዘመናዊ ለይኮነ ናይ ሐዚ ኣሰራርሓስ ስሉካ በቃ ምሸለኩም ቆርቆረ ክድን ክድን ኣቢሎም ልሓደዎ እስካብ ሓሙሽተ ልሽወጥ እኒኦ እዩ ክልተ ሚእቲ ካሬ ማለት እዩ ክልተ ድየን ሰለስተ ገዛ ልሓዛ ዘመናዊ የኮነ ናይ ባህላዊ ናይ ቀደም ልተሰርሐ እዩ ስኢሉ ልዓረፈ ገዛ ስኢሉ ቆርቆሮ ተረሰና ልተሰርሐ ስኢሉ ምሽ ኣለኩም ናይ ከዚ ዘመናዊ ኣሰራርሓ ይኮነና እዚ ግን ክልተ ሚእቲ ሓምሳ ካሬ ነፃ ቦታ ኣብ ፅርጋ ልዓረፈ ቆንጆ ቦታ እዩ እስካብ ኣርባዕተ ነጥቢ ክልተ ኢልና እኒኦ በዓል ገዛ ኣብኡ ያው እስካብ ክልተይ ክልተ ነጥቢ ክልተ ነጥቢ ዝሮ ዝሮ ክልተ ክልተ ክልተ ሂቦም ለ ትገዙ ትኽእሉ ኢኹም ሚእቲ ዕስራ ሓሙሽተ ካረ ማለት እዩ ረእይዎ እዚ ቦታ እዚ እዩ እዛ ቦታና እዞም ክልተ ወዳት ለኸድዋ ኣለዉ ኣብ ዓያና እታ ቦታና ነፃ ቦታ እያ ብጣዕሚ ቆንጆ ቦታ እዩ ረእይዎ እዚ ስሬ ስላቤ ልኸድ መስልኩም ለዲስ ኣበባ ምውፅ እዩ ፅርጋ እዚ ረእይዎ ልበቀልና ህ ለዲስ ኣበባ መውፂ ኖርማል በቃ ኖርማል ፅርጋ ምሸለኩም እዚ ኖርማል ፅርጉ ናይ ቃደም ፅርጋ እዩና ቆንጆ ቦታ እዩ። ያው ኣጋምሸት ኮይኑ እዮም ልዕሎም ገዙ እዛ ቦታ እምበይ ብጣዕሚ መኸዲ እዚ ፅርጋታትስ ሰብስ ብጣዕሚ እዩ ዓፍዓፍ ይልብል ካብኡ ለመኪናታት መሕለፈይ ትረኽቢ እዚ ስሬስና እንትን ዝኾነ ማለት እዩ እዚ ለ ከምቲ ትርእይዎ ኣለኹም ኣብ ኣባጋብር ልሓዘ እዩ ርእይዎ ያው ቤተክርስቲያንና እውን ይረአ ኣሎ ኣብዚ እውን እስካብ ሓደ ነጥቢ እስካብ ሸሞንተ ኣለዎ ካርታ ኣለዎ እዩ እስካብ ሸሞንተ እስካብ ሓደ ነጥቢ እስካብ ሓደ ነጥቢ ክልተ እውን ኣለዉ እዚ ረእይዎ እዚ ኣብ ከተማ ዓዲ ጉዶም እዩ ረእይዎ ማለት እዩ ኣብ ከተማ ዓዲ ጉዶም ንእሽተን ውፅእ ኢልካ ማለት እዩ ረእይዎ ቆንጆ እዩና እታ ዝሓለፈት ፅርጋሊ ኣረእኹኩም ግን እዚኣ ግን ኖርማል በቃ ስሬስ ልመቐለና ለዲስ ኣበባ መውፅእ ፅርጋ እዚ ላኩሉ መተሓላለፊ እዩና እስካብ ኣርባዕተ ነጥቢ ክልተ ይምናን እዮ በዓል ገዛ እስካብ ክልተ ሚእቲ ሓምሳ ካረ ለሓዘ ሉዙይ ሓበሬታ እልትደልዩ ኣሕዋት ገዙ ቃዕሚ ዘለኩም እስካብ ኣርባዕተ ነጥቢ ክልተ ቁፅሪ ስልኪ ክሓድገልኩም እየ ኣብ ታሕቲ ማለት እዩ ደዊልኩም ብደንቢ ገርኩም ስነ ስርዓት ገርኩም ክትሓቱ ትኸዱ ኢኹም እዛ ቦታ እውን ከምቲ ትርእይዋ ኣለኹም ቁልጭ ኢላ መፅያትና እያ እኒኣ እዚ ከባቢ እዚ ብጣዕሚ ይኽባር ርእይዎ ኣብ ኣፍ ፅርጋ ስለዝኾነ ብጣዕሚ ይኽባር

እቱ ኣፍ ፀርጋ ኣብ ኣፍ ዕዳጋ ግን ሂሞን ወርያለ ክትነብረሉ ሰ ይትኽእሊ ብጣዕሚ እዩ ከቢድ ወይ ኣካሪ ካልእ ስራሕ ቦታ እዩ ልንቦረ እምበይ ልሞን ወርያስ ንእሽቱ ንኸበድ ይብል እዩ ጃዕጃዕ ዘይፈቱ ሰብ ኣሎ ፀው ልበለ ዋላሲ ቆልዑ ሒዝኻስ ኣብ ኣፍ ፀርጋ ከምዚ ኢልካ ክትነብርስ ከቢድ እዩ ማለት እዩና ሓቁ እዩ እዚ ቦታ እዚ ክባር ገይሮም ወን የብለ ናይ ስራሕ ቦታ ስለዝኾነ እዩ ኢለ እየና ስራሕ ቦታ ሒዝካ ኢኻ እውን እኮ ትንቀሳቐስ በተለይ ኣብ ትግራይ ዘሎ ዝሐዚ ዘመናዊ ስራሕ ትፈልጥዎ ኣለኹም ይኹምና ናይ ሎቶሪ ናይ መኪና ሎቶሪ እዮም ዝብለዉ ትብሉ ምስርሖም ሰሪሑ ሓደ ሰብ ሰሪቆ ይብላዕ ሕማቅ ነገር እይግበር እንዲ ሰሪሕካ ንምብላዕ ብጣዕሚ እግዚኣብሄር እውን ይፈትዮ እዩ ደስ እውን ይብለካ ሓደ ሰብ ትጠየርሉ ሲ ንዓኻ ደስ ይብለካና እንታይ እየ ክብል ደልየ ኣብቲ ናይ ሕዚ ለተሪ ዝኾንሎ ሰብ ግን በተለይ በተለይ ኣብ ስደት ዘለና ሲ ሃም ናይ